ሰላም ጥዕና ይሃበለይ ክቡራትን ፍትዋትን ተኸታተልቲ መደብ ሳባዊ እንታይ ይመስል ለምውን ከምቲ ልሙድ ነሰዓት ዝሓርናዮምን ሓፀርትን እዋናውን ዘለናዮም ዜናታት ሒዝናልኩም መፂና ኣለና ንሰናይ ምክትታልኩም ንዕድም ፈለማ ቀንዲ ቀንዲ ነጥብታቶም ናባኹም ክነብል ኣዛዚ ሰራዊት ምክልኻል ኢትዮጵያ ነበር ኣምባሳደር ኢትዮጵያ ኣብ ኬንያ ዝኾነ ጀነራል ባጫ ደበሌ ብሽርሒ ዝተወሰደ ዓሰብ ክነምልስ ክንቃለስ ኢና ክብል ጠቂሱ ኣሎ። ብዝርዝር ክንምልከቶ ኢና። ጀነራል ሓምዳን ዳጋሎ ንዳርፉር ሙሉእ ንሙሉእ ምቁፅፃሩ ስዒቡ ዳግም ኣብ ሱዳን ካልኣይቲ ሃገር ክትውለድ ዶ ትኸውን ዝብል ስግኣት ፈጢሩ ኣሎ። ብዝርዝር ካብ እንምልከቶም ተወሳኺ ጉዳያት እዮም። ብኻሊእ ወገን ጀነራል ታደሰ ወረደ ኣብ ልዕሊ ኣመራርሓ ስምረት ስጉምቲ ወሲዱ። ዝርዝር ሓበሬታ ክህልወና እዩ። መንግስቲ ፌዴራል ኣብ ዝመጽእ ወርሒ ሕዳር ኣብ ልዕሊ ትግራይ ኩናት ናይ ምውላዕ መደባት ከም ዘለዎ ተጠቒሱ። ኣብዚ ጉዳይ እውን ተወሳኺ ዝርዝር ሓበሬታ ክህልወና እዩ። ክቡራትን ፍትዋትን ተኸታተልትና ነዚኦምን ካልኦትን ዘካተ ዕለታዊ ምድላውን ኣስካዕ ፍጻመ ብምጽናሕ ክትከታተልዎ ንዕድም። ላይክ፣ ኮሜንት፣ ሼር፣ ሰብስክራይብ ንክትገብሩ ብትሕትና ንዕድም። ጀነራል ሓምዳን ዳጋሎ ብድሮናት ሕቡራት ዓረብ ኤምሬትስ ተሓጊዙ ንብርክት ዝበሉ ከባብታት ሱዳን ዳግም ኣብ ምቁፅፃር ይርከብ። ብፕሬዝደንት ላዕለዋይ ቤት ምክሪ ሱዳን ዝኾነ ጀነራል ዓብዱልፈታሕ ኣልቡርሃን ዝምራሕ ሰራዊት ሱዳን ካብ ቀረባ እዋን ጀሚሩ ብጀነራል ሓምዳን ዳጋሎ ዝውሰዶ ዘሎ ሰፊሕ ወተሃደራዊ ዕብልልና ስዒቡ ንከባብታት ዳርፉር ሙሉ ንሙሉ ክለቅቕ ተገዲዱ እዩ ብርግጽ ጀነራል ሓምዳን ዳጋሎ ኣብ ዝሓለፈ ዓመት ብተመሳሳሊ ድጋፍ ሕቡራት ዓረብ ኤምሬትስ ንብርክት ዝበሉ ከባብታት ሱዳን ተቆጻጺሩ ጀነራል ኣብዱልፈታሕ ኣልብርሃኒ ከም ዋና ወተሃደራዊ መእዘዚ ክጥቀመላ ንጸንሐት ዋና ከተማ ሱዳን ዝኾነት ካርቱም ለቂቑ ናብ ፖርት ሱዳን ከምርሕ ኣገዲድዎ ምንባሩ ዝዝከር እዩ ይኹን እምበር ጀነራል ኣብዱልፈታሕ ኣልብርሃኒ ዳግም ሓመድ ልሒሱ ብድጋፍ ኤርትራ ኮነ ኢራን ብተመሳሳሊ ኢድ ኣታውነት ኣርሚ ሰብዓ ከም ዘለዎ ብዝተነገረሉ ወተሃደራዊ ወፍሪ ንጀነራል ሓምዳን ዳጋሎ ንካርቱም ሓዊሱ ካብ ብርክት ዝበሉ ከባብታት ሱዳን ክፀራሪ ክኢሉ እዩ። ዓቕምታት ጀነራል ሓምዳን ዳጋሎ ሓደሽደሽ ኢሉ ንብርክት ዝበሉ ከባብታት ሱዳን ምልቃቑ ስዒቡ እውን ጀነራል ዓብዱልፈታሕ ኣልቡርሃኒ ኣብ ኩናት ሱዳን ተዓዊቱ ዝብል ሓበሬታ ኣብ ዝወፀሉ እዋን ሕቡራት ዓረብ ኤምሬትስ ኣብቲ ኩናት ኢዳ ብምሕዋስ ነቲ ኩናት ዳግም ህይወት ዘርያትሉ እያ። ጀነራል ሓምዳን ዳጋሎ ብሰፈሕቲ መጥቃዕታ ድሮን ተሓጊዙ ዳግም ንዳርፉር ሙሉ ንሙሉ ክቆፃፀር ዝኽኣል እንትኸውን ንዳርፉር ተቆፃፂሩ ምስ ጀነራል ዓብዱልፈታሕ ኣል ቡርሃኒ ናብ ዘተ ክቕመጥ ከም ዝኽእልን ዳርፉር ሒዙ እውን ናይ ምግንፃል ሕቶ ከልዕል ከም ዝኽእል እንዳተጠቐሰ ይርከብ። ኣብ እዋን ኩናት ትግራይ ኣብ ልዕሊ ህዝቢ ትግራይ ጆኖሳይዳል በደል ክፍጸም ካብ ዝኣዘዙ ላዕሎት ኣዘዝቲ ሰራዊት ምክልኻል ኢትዮጵያ እቲ ሓደ ዝኾነ ጀነራል ባጫ ደበሌ ብሽርሒ ዝተወሰደ ናይ ኢትዮጵያ ንብረት ዝኾነ

ዓሰብ ኮነት ኤርትራ ካብ ኢትዮጵያ ዝተነጸሉሉ መንገዲ ምንም ሕጋዊ መስርሕ የብሉን ክብል ንዝጠቐሶ መብርሂ ክደግም ተራእዩሎ። ባጫ ደበሌ ኣብ እዋን ኩናት ትግራይ ብርክት ዝበሉ ኣሽሓት ሰራዊት ተማሪኾም እንትጓዓዙ እዚ ቪዲዮ ሾፒ ብዝብል ዘረቡ ዝፍለጥ እንትኸውን ኣብ እዋን ንዓሰርተ ሸውዓተ ዓመታት ዝዘለቐ ብረታዊ ቃልሲ ህዝቢ ትግራይ እውን ካብ ዝተማረኹ ሰራዊት ኢትዮጵያ እቲ ሓደ እዩ። ይኹን እምበር ኣብ እዋን ስርዓት ኢህወደግ ዳግም ስልጠና ረኺቡ ብምሕረት ናብ ሰራዊት ምክልኻል ኢትዮጵያ ተመሊሱ ናብ ጀነራልነት ብርኪ ክዓቢ ዝኸኣለ ጀነራል ባጫ ደበለ ዳግም ክልተ ህይወት ንዝሃቦ ህዝቢ ትግራይ ጠሊሙ ጆኖሳይዳል በደል ካብ ዝፈጸሙ ግፍዐኛታት እቲ ሓደ እዩ። ሕዚ ከዓ ኩናት እንትጨንዎ ናብ ሚድያ ቀልቀል ብምባል ኣብ ልዕሊ ኤርትራ ካሊእ ደማዊ ኩናት ክውልዕ ዝኽእል ፕሮፓጋንዳ ወፍሪ ብዕሊ ጀሚሩ ኣሎ። መንግስቲ ኢትዮጵያ ቅድሚ ኩናት ትግራይ ኣበይ ከም ዝነበረ ንዘይፍለጥ ባጫ ደበለ ንፕሮፓጋንዳ ወፍርታት ንጨካነ ከኣፉ ዝወፁ ቃላት ንምጥቃም ክብል ናብ ሚድያ ሒዝዎ ቅልቅል ዝበለ እንትኸውን ሕዚ እውን ኣብ ልዕሊ ኤርትራ ተሊምዎ ንዘሎ ወተሃደራዊ ወፍሪ ክጥቀም ንጨካናት መልሓስ ባጫ ደበሌን ንምጥቃም ናብ ሚድያ ዳግም ከም ዝፀውዖ እንዳተገለጸ ይርከብ። ፕሬዝደንት ግዝያዊ ምምሕዳር ትግራይ ሌትናል ጀነራል ታደሰ ወረደ ንወይዘሮ ኣልማዝ ገብረ ጻድቅ ካብ ሓላፍነታ ከም ዘልዕለ ተገሊጹ። ኣብ መስራታይ ጉባኤ ውድብ ስምረት ከም ዝተሳተፈትን ኣባል ማእኸላይ ኮሚቴ ውድብ ስምረት ከም ዝኾነ ዝተነገረላ ወይዘሮ ኣልማዝ ገብረ ጻድቅ ካብ ምስረታይ ጉባኤ ውድብ ስምረት ናብ ትግራይ ድሕሪ ምምላሳ ናይ ስንብት ደብዳቤ ከም ዝተዋሃባ እዩ ዝተገለጸ። ኣባል ካቢኔ ግዜያዊ ምምሕዳር ከም ዝነበረ ዝተነገረላ ወይዘሮ ኣልማዝ ገብረ ጻድቕ ኣብዚ ቅንያት መስራታይ ጉባኤኡ ናብ ዘካየደ ፖለቲካዊ ውድብ ስምረት ኣምሪሓ ኣብቲ ጉባኤ ተሳቲፋ ኣባል ማእኸላይ ኮሚቴ ምዃና ኣረጋጊጻ ምንባራ ዝከር እንትኸውን ነዚ ምንቅስቓስ ኣስዒቡ ብርከት ዝበሎ ኣዘራራቢ ዝተብሃሉ ሓሳባት ክንጸባርቑ ጸኒሖም እዮም። ቅድም ክብል ፕሬዚደንት ግዜያዊ ምምሕዳር ትግራይ ሌትናል ጀነራል ታደሰ ወረደ ብተመሳሳሊ ንዶክተር እያሱ ኣብርሃ ካብ ሓላፍነት ቢሮ ሕርሻ ትግራይ ምልዓሉ ዝዝከር እንትኸውን ኣብዚ ሰሙን እዚ ጥራሕ ንክልተ ላዕሎት ኣመራርሓ ግዜያዊ ምምሕዳር ትግራይ ካብ ሓላፍነት ከም ዝልዕለ ዝተረጋገፀ ኮይኑ ኣሎ። ነዚ ምንቅስቓስ ስዒቡ ብገለ ኣካላት ተቃውሞ ኣንጻር ሌትናል ጀነራል ታደሰ ወረደ ዝቐጸለ እንትኸውን ይኹን እምበር ምምሕዳር ትግራይ ኣብ ምፅራይ ሓድነት ኣብ ምስፋን ዝዓለመ እዚ ምንቅስቓስ እዚ ብብርክት ዝበሉ ኣካላት ናዳ እንዳቐረበሉ ይርከብ። ሌትናል ጀነራል ታደሰ ወረደ ከምዚ ዓይነት ስጉምቲ ምውሳዱ እንታይ ይመስል? ኣብ ኮሜንት ብትሕትና ከተካፍሉና ንሓትት። ፌደራል መንግስቲ ቅድሚ ናብ ዓሰብ ምውፋሩ ኣብ ልዕሊ ትግራይ ኩናት ናይ ምውላዕ ድሌታት ከም ዘለዎ እንዳተገለጸ ይርከብ። ፌደራል መንግስቲ ካብ ቀረባ መዓልትታት ዝወፁ ዘሎ ሓበሬታ ከም ዘመላኽትዎ ኣንጻር መንግስቲ ትግራይ ኩናት ናይ ምውላዕ መደባት ከም ዝሓዘ ዝተገለጸ እንትኸውን ብናይ ጌታቸው ረዳ ሓሳብ ድማ እቲ ኩናት ኣብ ዝመጽእ ወርሒ ሕዳር ንክኸውን መደባት ከም ዝተተሓዘ እንዳተገለጸ ይርከብ። ብፍላይ ህዝቢ ትግራይ ዝሓረሶ ሕርሻ ምህርቲ ኣኪቡ ናብ ቆፍኡ እስካዕ ዝእቱ ኩናት ክውልዕ የብሉን ክብል ኣይተ ጌታቸው ረዳ ብዘልዕሉ ሓሳብ ፌዴራል መንግስቲ ከም ዝተስማዕመ ዝተገለጸ እንትኸውን ኣብዚ ሓሳብ እዚ መሰረት ተገይሩ እስካዕ ወርሒ ሕዳር ኩናት ንዘይምውላዕ ኣብ ስምምዕነት ከም ዝተበጽሐ እዩ ዝተገለጸ። ነዚ ስዒቡ ፌዴራል መንግስቲ ምስ ሓይልታት ሓራ መሬት ተወዲቡ ድሕሪ ወርሒ ሕዳር ኣብ ልዕሊ ህዝቢ ትግራይ ካሊእ ደማዊ ኩናት ንምውላዕ ተሊሙ ዝተንቀሳቐሰ እንትኸውን ኣብዚ ኹናት እዚ ኤርትራ ኢዳ ምስ እትሓውስ ደሪብካ ናይ ምውቃዕ ትልሚ ከም ዘሎ ዝወፁ ዘለዉ ሓበሬታ የመላኽቱ። ይኹን እምበር ሕዚ እውን ብወገን ትግራይ ውሕስነት ህዝቢ ትግራይ ንምርግጋፅ ዘኽእል ኣድላይ ዝተብሃለ ምድላው ከም ዘሎ ዝንገር እንትኸውን ፅምዶ ነዚ ሓደጋ እዚ ንምምካት ዘኽእሎ ውዳብኡ ከጠናኽር ከም ዝግባእ ድማ ብብርክት ዝበሉ ኣካላት ዝቐርቡ ዘለዉ ምኽሪ ሓሳባት የመላኽቱ። ስርዓት ብልፅግና ብሰንኪ ኩናት ዝሕሰ ዘሎ ቁጠባ ኢትዮጵያ ክፅግን ኣብ ክንዲ መስርሕ ዳግም ቁጠባዊ ቅልውላው ናብ ዝኸፍአ ብርኪ ክወስድ ንዝኽእል ኩናት ንምውላዕ ዝገብሮ ዘሎ ሓደገኛ ምንቅስቓስ ማሕበረሰብ ዓለም ፀቕጢ ክገብር ከም ዝግባእ እውን እንዳተገለፀ ይርከብ።